ሰላም ጥዕና ይሃበለይ ክቡራትን ፈትዋትን ተኸታተልቲ መደብ ሳባውያን ታይምስ ኣብ ካልእቲ ቻናልና ሳባውያን ታይምስ ትርከቡ ትግራይ ኣብ ከቢድ ወጥሪ ኣታር ትርከበ ነገራት ካብ ዝኸፈ ኣዝዩ ናብ ዘጸልመተ እንዳተሰጋገረ ይርከበ ሰራዊት ምክልኻል ኢትዮጵያ ብዝተደራጀ መልክዑ ትግራይ ንምጥቃዕ ምንቅስቃስ ምጅማሩ ተገሊጹሎ ድሮናት እውን ኣብ ሰመራ ንካልኣይ ዙር መጥቃዕቲ ምድላውን ዛዚመን ከም ዝርከባ ተጠቂሱሎ ትማሊ ዝተፈነወ መጥቃዕቲ ስዒቡ ድማ ኣብ ልዕሊ ሰራዊት ትግራይ ቀሊል ዘይበሃል ኣካላውን ንዋታውን ጉድኣት ከም ዝበፅሐ ተገሊጹ ኣሎ። እዚ ኣካይዳ መልክዑ እንዳቀየረ ናብ ሙሉእ ኩናት ክሰጋገር ኣብ ጫፍ በፂሑ ኣሎ። ብዝርዝር እንምልከቶ ጉዳይ እዩ። ላይክ፣ ኮሜንት፣ ሸር፣ ሰብስክራይብ እንዳገበርኩም እስካዕ ፍፃመ ክትከታተሉና ብትሕትና ንዕድም። ክቡራትን ፍትዋትን ተኸታተልቲ ከም ዝፍለጠ ናብ ሎሚ 28 ጥቅምቲ 2018 ዓ ም ብኣቆፃፅራ ግዝ ኣብ ዘውግሕ ፍርቂ ለይቲ ከባቢ ሰዓት ሽዱሽተ ናብ ዓፋር ናብ ዝኣተወ ሓይሊ ሰራዊት ምክልኻል ትግራይ መጥቃዕቲ ድሮን ተፈንዩ ነይሩ። በቲ መጥቃዕቲ ንግዚኡ ንጹር ዘይኮነ ኣካላውን ንዋታውን ጉድኣት ክበጽሕ ከም ዝኽኣል ፍልፍላት ዝለኣኹልና ሓበሬታ የመላኽት። ከም ዝፍለጥ ሰራዊት ትግራይ ብተደጋጋሚ ብሓይሊ ሰላም ትግራይ ንዝፍነው መጥቃዕቲ ግብረ መልሲ ንምሃብ ኣስታት 15 ኪሎ ሜትር ናብ ክልል ዓፋር ጥሒሱ ምእታው ዝዝከር እዩ። ኣብ ልዕሊ ሓይልታት ሰላም ትግራይ እውን ብርክት ዝበለ ስጉምቲ ከም ዝወሰደ ማዕኸናት ዜና ዓለምና እንከይተረፋ እውን ክጠቕሳ ተራእየን ኣሎ። እዚ ብሃንደበት ጥቅምቲ 26 2018 ዓ ም ብኣቆፃፅራ ግእዝ ዝተፈነወ ከቢድ ስጉምቲ መንግስቲ ክልል ዓፋር ስምምዕነት ፕሪቶርያ ተጣሒሱ ካብ ጌግኡ ወይ ከዓ ካብ ስሕተቱ ዘይመሃር ህወሓት ንካልኣይ ጥፍኣት ስጉምቲ ወሲዱ ዝብል ክሲ ኣቕሪቡ ምንባሩ ዝዝከር እዩ። ብተመሳሳሊ እውን ኣይተ ጌታቸው ረዳ ንክልተ ጀነራላት ትግራይ ብምጥቃስ እቲ ኩናት ጀሚሮሞ ካብ ተግባርኩም ተቆጠቡ ዝዓይነቱ መግለፂ ምዝርግሑ ዝዝከር እዩ። እዚ ከምዚ ኢሉ እንዳሃለው እዩ ናብ ሎሚ ኣብ ዘውግሕ ፍርቂ ለይቲ ከባቢ ሰዓት ትሽዓተ ፍርቂ ለይቲ ብኣቆፃፅራ ግዝ ሰራዊት ትግራይ ምስ ዝወሰዶ ስጉምቲ ተታሒዙ ድምፁ ኣጥፊኡ ዝፀንሐ ሰራዊት ምክልኻል ኢትዮጵያ ድሮናት ብምፍናው ኣብቲ ኮይናት ኢዱ ምሕዋሱ ዘመላኸተ ምንቅስቃስ ዘካየደ ብፍላይ ድማ መንግስቲ ኢትዮጵያ ብሰራዊት ምክልኻል ኢትዮጵያ ይኹን ብፖለቲካዊ መሪሕነት ሰራዊት ትግራይ ንዝገበሮ ምንቅስቃስ መግለፂ ክህብ ትፅቢት ኣብ ዝግበረሉ እዋን ዝተፈነወ ናይ ድሮን መጥቃዕቲ ንብዙሓት ዘገረመ ኮይኑ ኣሎ። ሰራዊት ትግራይ ኣብ ዝሓለፈ 26 ጥቅምቲ 2018 ዓ ም ዓሰርተ ሓሙሽተ ኪሎ ሜትር ናብ ውሽጢ ክልል ዓፋር ብምእቶም ኣብ ልዕሊ ሓይልታት ሰላም ትግራይ ንዝወሰዶ ስጉምቲ ፌዴራል መንግስቲ መግለፂ ክዝርግሕ ትፅቢት ዋላ እኳ እንተተገበረ ብትፅቢት ወፃእ ብዝኾነ መንገዲ ግን ፌዴራል መንግስቲ ስቑታ እዩ መሪፁ። እዚ ስቑታ እዚ ንብዙሓት ዘጨነቐ ጉዳይ ኮይኑ ዋላ እኳ እንተፀንሐ ናብ ሎሚ ኣብ ዘወግሕ ፍርቂ ለይቲ ብዝተፈነወ ናይ ድሮን መጥቃዕቲ ግን መንግስቲ ኢትዮጵያ ሰራዊት ትግራይ ንዝገበሮ ምንቅስቓስ መግለፂ ካብ ምሃብ ግብረ መልሲ ምፍናው ኣማራፂ ከም ዝገበረ ዘመላኸተ ኮይኑ ኣሎ። እዚ ወተሃደራዊ ወፍሪ ናብ ሙሉእ ኩናት ናይ ምስግጋር ዕድሉ ዝሰፍሐ ከም ዝገበሮ ተገሊጹ ኣሎ። ብወገን ትግራይ ኮነ ብወገን ፌዴራል መንግስቲ ዝናይ ሎማዕንትን ዝናይ ብቕድሚ ትማልን ወተሃደራዊ ምንቅስቓስ ሓይሊ ሚዛን ሒዝካ ንድርድር ዝዓለመ ከም ዝኾነ ዝጠቕሱ ግን ውሕዳት ኣይኾኑን። ውድብ ህወሓት ወይ ከዓ መሪሕነት ትግራይ ናብ ክልል ዓፋር ብምእታው ዓቕሙ ንፌዴራል መንግስቲ ብምርኣይ ናብ ስምምዕነት ፕሪቶርያ ኣገዲድካ ናይ ምእታው ድሌታት ከም ዘሎ ዝጠቕሱ ብርክት ዝበሉ ኣካላት ካብዚ ብምብጋስ ፌዴራል መንግስቲ ግዝኣታዊ ሓድነት ትግራይ ከረጋግፅ ተመዛበልትን ዝተሰደዱ ወገናት ትግራይ እውን ናብ መረበቶም ክምለሰ ብተመሳሳሊ እውን ውድብ ህወሓት ሕጋዊ ኣፍልጦ ንክህብ ዘግድድ ወተሃደራዊ ሓይሊ ሚዛን ንምውላድ ዝዓለመ ወተሃደራዊ ምንቅስቃስ ከም ዝነበረ ብዙሓት ይጠቕሱ። ብተቃራኒኡ ፌዴራል መንግስቲ እቲ ናይ ሎም መዓንቲ ሃንደበታዊ ዝተብሃለ ናይ ድሮን መጥቃዕቲ ብፍላይ ድማ ኣብ ሰራዊት ትግራይ ዝፈጠሮ ኣካላውን ንዋታውን ኪሳራ ተጠ ተጠቒሙ ድሮናተይ ተጠቒመ ወተሃደራዊ ልዕልና ከመፅእ ዝብል መልእኽቲ ንምሕላፍ ዝዓለመ ምዃኑ ብዙሓት እንዳጠቐሱ ይርከቡ። ድሕሪ ናይ ክልቲኦም ወተሃደራዊ ምንቅስቓስ ኣብ ስምምዕነት ፕሪቶርያ ኣደራደርቲ ዝነበሩ ሕብረት ኣውሮፓ፣ ሕብረት ኣፍሪካን ኣሜሪካን ብቕልጡፍ ኢዶም ብምሕዋስ ነቲ ከይተፈፀመ ዝፀንሐ ስምምዕነት ፕሪቶርያ ኣብ ሓይሊ ሚዛን መሰረት ዝገበረ ብፀቕጢ ናብ ድርድር ከቐምጥዎም ከምዝኽእሉ ዝጠቕሱ ኣካላት ብዙሓት እዮም። እዚ ወተሃደራዊ ምንቅስቓስ ሱር ከይሰድድ ግን ስግኣት ኣለና ክብሉ ዝጠቕሱ እዞም ኣካላት ኢድኣታውነት ኤርትራ ከይወልድ ጸኒሑ ድማ ኢድኣታውነት ሕብራት ዓረብ ኤምሬትስ፣ ስዑድ ዓረብን ግብጽን ከይወልድ እሞ ናይ ፕሮክሲ ኩናት ከይውላዕ እዚ ድማ ኣብ ኢትዮጵያ ተራእዩ ዘይፈልጥ ቅልውላው ከይውለድ ስግኣቶም እንዳጠቐሱ ይርከቡ። ኣብ ዝሓለፉ ስዑድ ዓረብ ኮነት ሕቡራት ዓረብ ኤምሬትስ ብፕሮክሲ ወይ ከዓ ብውክልና ዝተሳተፉሎም ኩናት ምስ እንዕዘብ ኣብ ሊብያ ኣብ የመን ዝረዩ ዘሎ ውፅኢት ግልፂ እዮም ክብሉ ይጠቕሱ። ክልቲኦም ወገናት ሓዲኦም በቲ ሓደ ወገን ሓዲኦም በቲ ሓደ ወገን ተሰሊፎም ዘካይድዎም ናይ ውክልና ኩናት ብዙሕ ግዜ እተን ውክልና ኲናት ዝተኻየደለን ከባብታት መንግስቲ ኣልቦ ኮይነን እተን ሃገር ዳርጋ ሃገር ከም ዘይኮና እዩ ዝንገረለን። ሕዚ እውን ኣብ ሱዳን ዝካየድ ዘሎ ናይ ስዑድ ዓረብ ኮነ ናይ ሕቡራት ዓረብ ኤምሬትስ ናይ ውክልና ኲናት መርኣያ ናይዚ እዩ ዝብሉ ብርክት ዝበሉ ኣካላት ኲናት ሕድሕድ ሱዳን በዚ ጠጠው ዘብለሉ ዕድል ፀቢብ ስለዝኾነ ተጋዲዱ ናይ ምቕጻል ዕድላት ከም ዘለዎ ይጥቀስ። እቲ ሕዚ ኣብ ሱዳን፣ ሊብያ፣ የመንን ዝተርኣየ ናይ ውክልና ኩናት ናብ ኢትዮጵያ ገጹ እንተመሊሱ ድማ ኣብ ከቢድ ቅልውላው እትርከብ ኢትዮጵያ ፈጺማ ብክልተ እግራ ጠጠው ክትብል ናብ ዘይትኽእለሉ ሓደጋ ምብትታን ክትሰጋገር ከም እትኽእል ይጥቀስ። ፍለጥ ኢትዮጵያ ኣብ ክልል ኦሮሞን ክልል ኣምሓራን ኣብ ከቢድ ኲናት ሕድሕድ ከምዘላ ዝፍለጥ እንትኸውን ሕዚ ድማ ብኣንፈት ሰሜን ትግራይ ዝተጀመረ ከቢድ ሓደጋ ከመፅእ ዝኽእል ኲናት ሱሩ ሰዲዱ ናይ ምስፍሕፋሕ ዕድል እንተወሊዱ ኢትዮጵያ ፈፂማ ክትወፅኦ ናብ ዘይትኽእል ሓደጋ ክኣቱ ከምዘኽእል ይጥቀስ። እዚ ክልቲኦም መራሕቲ ማለት እውን ብወገን ፌዴራል መንግስቲ ኾነ ብወገን ትግራይ ዘለዉ ሓይልታት እንተተረዲኦም እቲ ሕዚ ዘካየድዎ ዘለዉ ኩናት ድማ ሓይሊ ሚዛን ሒዝካ ናብ ድርድር ንምእታው እምበር ብዝዓመረ ኲናት ኣቲኻ ክውጻእ ናብ ዘይኽእል ቅልውላው ናይ ምእታው ድሌታት ንዘይክህልዎም ከም ዝኽእል ብዙሓት ይጠቕሱ። ክቡራትን ፍትዋትን ተኸታተልትና መንግስቲ ትግራይ ኮነ መንግስቲ ኢትዮጵያ ዝገብርዎ ዘለዉ ወተሃደራዊ ምንቅስቓስ ብመንጽር ህዝባውነት ከመይ ትርእይዎ? ንህዝቢ ናብ ምንታይ ዓይነት ቅልውላው ክእቱ ይኽእል? ኣብ ትግራይ ኾነ ኣብ ኢትዮጵያ መላእ ዘሎ ቁጠባዊ ቅልውላው በዚ ኩናት እንተተደሚርዎ ናበይ ከምርሕ ይኽእል? ሓሳብኩም ኣብ ናይ ኮሜንት መስፈሪ ክተቕምጡልና ብትሕትና ንሓትት።